ዛንታ ዊን ሌን እቲ ስቕታ ዝሰበረ ሰብ። ዊን ሌን ካብ ሓንቲ ኣብ ደቡባዊ ቻይና እትርከብ ንእሽቶ ቁሸት ዝመጸ ህዱእ ወዲ እዩ ነይሩ። ዳርጋ ተዛሪቡ ኣይፈልጥን። ኣዲኡ ብዙሕ ግዜ ከምዚ ትብሎ ነበረት፣ ኣዚኻ ስቕ ኢልካ ወደይ ሓደ መዓልቲ ድምጽኻ ምጥቃም ክትመሃር ክትግደድ ኢኻ በለቶ። ዊን ግን ስቕ በለ። ቆልዓ ኩሉ ኣብ ክፍሊ ግጥሚ ክንብብ ምስ ፈተነ ኩሎም ይላገጹሉ ነበሩ። ድምጹ ተንቀጥቀጠ ኣእዳዉ ድማ ኣንፈርፈረ። ኩሉ ሰብ ድማ ሰሓቐ። ካብ ሽዑ ጀሚሩ ድማ። ስቕ ክብል እየ፣ ቃላተይ ዚሰምዖ ሰብ ኣየድልየንን እዩ ኢሉ ወሰነ። ምስ ዓበየ ኣብ ኣብ ፋብሪካ ጻዕራም ሰራሕተና ሰብ ኮይኑ፣ መዓልታዊ ኣብ ጥቓ እተን ማሽናት ደው ኢሉ ንሰዓታት ይሰርሕ ነበረ። ብምሒር ምስራሕ ረሃጽ ይፈስስ፣ ግን ከኣ ስቕ ይብል ነበረ። ሓላፊኡ ሸለል ኢልዎ መሳርሕቱ ምስኦም ከም ዘየለ ገይሮም ይዛረቡ፣ የዕልሉ፣ ይሓምይዎ ነበሩ። ይኹን እምበር ወይን ኣብ ልቡ ዛንታታት ነበርዎ፣ እዚ ከኣ ብዛዕባ ትብዓት፣ ብዛዕባ ጽባቐ፣ ብዛዕባ ተስፋ ዝገልጽ ሓሳባት እዩ ዝነበረ። ሓደ ምሸት ኣብቲ ፋብሪካ ባርዕ ሓዊ ኣጋጠመ፣ ሃልሃልታ ቀልጢፉ ተዘርግሐ፣ ሰባት ድማ ሰንበዱ። ገሊኦም ናብ ደገ ጐየዩ፣ ገሊኦም ድማ ኣውያት ኣስሚዖም። ወይን ኣብ ሓንቲ ቦታ ደው በለ፣ ልቡ ትሃርም ነበረት። ሽዑ ቆልዑ ብድሕሪ ዕንጨይቲ ማዕጾ ተዓጽዮም ረኣየ፣ ኩሉ ሰብ ብሓንሳብ ይጭድር ነይሩ። ሓላፍነት ዝወስድ ግና ኣይነበረን። ኣብታ ህሞት እቲኣ እውን ድምጺ ኣዲኡ ኣብ ርእሱ ሰምዐ። ሓደ መዓልቲ ድምጽኻ ክትጥቀመሉ ክትግደድ ኢኻ ዝበለቶ ድማ ይዝክር ነበረ። ኣዕሚቝ ኣስተንፈሰ እሞ ብዝከኣሎ ዓው ኢሉ ጨደረ። ኣብዚ ማይ ሰንሰለት ስርሑ! ኩሉ ሰብ ዝተገረመ ይመስል ነበረ፣ ንሱ እቲ ስቕ ዝበለ ዊንግ፣ ንሳቶም ድማ ሰምዕዎ። ድምጹ ነቲ ህውከት ኣህደኦ፣ ብሓባር ድማ ተሰማሚዖም ሓይሊ ፈጢሮም ነቲ ማዕጾ ሰባቢሮም ከፈትዎ፣ ነቶም ህጻናት ድማ ኣድሓንዎም። ድሕሪ እታ መዓልቲ እቲኣ እውን ቀስ ኢሉ ዝያዳ ክዛረብ ደፈረ። መጀመርታ ኣብ ንእሽቶ ምትእኽኻብ፣ ድሕሪኡ ኣብ ኣኼባታት ዓዲ ብዙሕ ግዜ ኣይዛረብን ነይሩ። ክዛረብ ከሎ ግና ኵሉ ሰብ ይሰምዖ ነበረ። ቃላቱ ቀሊል እኳ እንተ ነበረ፣ ካብ ልቡ ግን ትኽ ኢሉ ዝበል እዩ ነይሩ። ሰባት ድማ ሓደ እዋን ኣብ ስቕታ ተዓጽዩ ነይሩ። ድምጽኻ ናትካ ከም ዘይኰነ ክሳብ ዝርድኣና፣ ደቅና ኣድሒንካልና ይብልዎ ነበሩ። ዓው ክትብል የብልካን፣ ፍጹም ክትከውን የብልካን፣ ሓቂ ጥራይ ክትከውን ኣለካ እናበለ ድማ ይምዕድ ነበረ። እናዓበየ ምስ ከደ ድሕሪ ደጊም ስቕ ዝበለ ሰብኣይ ዘይኮነስ ድምጺ ዓዱ ኢሎም ዝጽውዕዎ ነበሩ። ድሕሪ ወለዶታት ሰባት ከም ሓደ ስቕ ዝበለ ሰብ ዘይኮነስ ህይወት ኣብ ዝጠለበሉ እዋን ድምጹ ዝረኸበ ሰብ ገይሮም እዮም ዝዝክርዎ። ኣብ እምኒ መቓብሩ ከምዚ ይብል፣ እቲ ንነዊሕ እዋን ስቕ ዝበለ፣ ሓንሳብ ተዛሪቡ ንብዙሓት ዘድሓነ ኢሉ ተጻሒፍዎ ኣሎ። ካብዚ ዛንታ እንታይ ንምሃር? ብዙሓት ሰባት ፍርሒ ምዝራብ ሕፍረት ወይ ምጥርጣር ከለልዩ ይሕግዝ። ድኹም ድምጺ እውን እንተኾነ ህይወት ክቕይር ከም ዝኽእል ይነግረና። ሰሰናዩ!